ታሪኽና እንትጅምር ሓደ ጄሰን ዝተባሃለ ተምሃራይ ምስታ ዞይ ትበሃል ዝነበረት ሓፍቱ ልክዕ ክረምቲ ምስ ተወድአ ናብቲ ዝመሃርሉ ዝነበሩ ዕፁው ናይ ካቶሊክ ቦርዲንግ ስኩል ምስ ስድራኦም የምርሑ ሲስተር ሬቤካ እውን እታ ዋና ኣመሓዳሪት ናይቲ ናይ ካቶሊክ ቦርዲንግ ስኩል ተቐቢላ ናብቲ ቤት ትምህርቲ ተእትዎም እታ ሓዳሽ ናይቲ ቤት ትምህርቲ ሲስተር ዝነበረት ሲስተር ሶፊያ እውን በቲ ሞስኮት ኮይና ንጄሰን ዓይን ዓይኑ ክትጥሙ ተኸላ ታሪኽና የርእየና ቀጺላ እውን ሲስተር ሬቤካ ንሲስተር ሶፍያ ሒዛታ ትወጽእ እሞ ጄሰን ካብ ብሕጂ ንኣትኪ ናይ ውልቀ ተማሃሪኺ እዩ ዘሎ ኢላ እውን ንኽልቲኦም ተላልዮም። ቀጺላ እውን ናብ ክፍላ ልክዕ ምስ ተመለሰት እውን ሲስተር ሶፍያ ለካ ኣቐዲማ ንጄሰን ጊታር ከም ዝጻወት ትፈልጥ ስለ ዝነበረት ኮነ ኢላ እያ ናብቲ ገዳም ሲስተር መሲላ ክትኣቱ ገይራ። ኩሉ ግዜ ለይቲ ለይቲ ናቱ ቪድዮታት ኣብ ላፕቶፓ እንዳኸፈተት እውን ተመሲጣ ትሰምዖም ነበረት። በዚ ደው ከየበለት እውን ናብቲ ጊታር ዝጻወተሉ ዝነበረ ክፍሊ እንዳምርሐት እውን ኩሉ ግዜ እንትጻወት ኣብ ጥቕኡ ኮይና ትከታተሎ ነበረት። ኣብታ ናይ መጀመርታ ክላስ እትጅመረላ መዓልቲ እውን ጄሰን ናብ ክላስ ይኣቱ እሞ እታ ሮዛ እትበሃል ዝነበረት ጓል ክፍሉ እውን ኣዝያ ትፈትዎ ስለ ዝነበረት ምስኡ ፍለርት ክትገብር ትጅምር። ሲስተር ሶፊያ ግን ኣብቲ ክላስ ከላ እቶም ተመሃሮ ክሳብ ዘስተውዕልላ በቲ ሮዛ እትገብሮ ዝነበረት ብቕንኢ እንዳሓረቐት ክትጥምቶም ትጸንሕ እሞ ካብዚ ብምሕላፍ ውን ናብ ሮዛ ቀሪባ ነቲ ሒዛቶ ዝነበረት ቻፕስቲክ ከም ምኽንያት ጌራ ውን ካብ ኢዳ ኣሕዲጋ ክትጸርፋ ትጅምር። ክላስ ልክዕ ምስ ተወድኣ ውን ሮዛ ናብ ጄሰን ትቐርብ እሞ እታ ተመዲባትልና ዘላ ሲስተር ሶፍያ እትበሃል ግን ንዓኻ ዝፈተዎ ትካያ ትመስል ምኽንያቱ ምሉእ ክላስ ትኹረታ ኣባኻ ጥራሕ እዩ ኔሩ ትብሎ እሞ ካብዚ ቀጺላ ውን ኣቕሪባ ኮኔላ ትስዕሞ ትጅምር። ነዚ ክትርኢ ዝጸንሐት ሲሶር ሰፊያ'ውን ብሕርቃን ንሮዛ ካብኡ ተባርራ እሞ ንጄሰን ግን ሒዛቶ ናብቲ ናታ ክፍሊ ትወስዶ። ቀጺላ'ውን ንስኻ ምስ ኣጓላት ኣብዚ ግቢ ክትሰዓዓም ከም ዘይፍቀድ እንዳፈለጥካ ከምዚ ክትገብር እንድሕር ደኣ ቀጺልካ ሪፖርት'የ ዝገብረልካ ኢላ ብዛዕባ እዚ ጉዳይ'ውን ካልእ ግዜ ሓቢርና ብዕምቆት ክንዛትየሉ ስለ ዝደሊ ድሕሪ ሰዓት ተመሊስካ ምጸኒ ትብሎ። ድሕሪ ሰዓት እውን ልክዕ ምስ ኣኸለ ንኣብቲ ቢሮኣ ክመጽእ ልክዕ ምስ በለ እቲ ቢሮኣ፣ ቁሩብተይ፣ ተኸፊቱ ከም ዘሎ እውን ይርኢ። ተቐልቂሉ ንኣብ ውሽጢ እንትርኢ ግን ኣዒንቱ ክኣምና ኣይከኣላን። ሲስተር ሶፍያ ኩሉ ክዳውንታ ኣውጺኣ ኣብቲ ክፍሊ እውን ክትንቀሳቐስ እንከላ ረኣየ። በዚ እውን በቲ ዝነበራ ጽባቐን ቅርጺ ሰብነታን ኣዝዩ ክምሰጥ ጀመረ። ደቂቓታት እውን ኣብኡ ተመሲጡ እንትርኢ፣ ሓንቲ ደቂቃ እኳ ኣብቲ ማዕጾ ቆላሕ ኢላ ብዘይ ምርኣያ ቆጺራቶ እውን ስለ ዝነበረት ኮነ ኢላ ነዚ ጉዳይ ትገብሮ ከም ዘላ ስለ ዝተረድኦ እውን ጄሰን ብቕልጡፍ እውን ካብቲ ቦታ ረሓቐ። ልክዕ ናብ መደቀሲ ዶርሙ ምስ ተመለሰ እውን ሙሉእ ለይቲ ብዓይኑ ሲስተር ሶፊያ ብሕልሙ ክትረኣየ ሓደረት። ኣብታ ለይቲ ንሳ እያ ነይራ ሲስተር ሶፊያ ንሮዛ ክተባርራ ስለ ዝሓሰበት ብድቁሳ ንኣብቲ ናታ ክፍሊ ተምርሕ እሞ መዐወኒ ሓሺሽ ትመስል ሽጋራ እውን ካብቶም መጻሕፍታ ንኣብቲ ሓንቲ ብምሽጥር ሓቢኣትላ እውን ናብ ደገ ክትወጽእ እንትትብል ሲስተር ሬቤካ ትረኽባ እሞ በዚ ጸልማት ደኣ እንታይ ትገብሪ ብዚ ኢላ ምስ ሓተተታ እውን ኩሉ ነገር ጽቡቕ ዶ የሎ ይኸውን ኢለ ከረጋግጽ ስለ ዝደለኹ እየ ኢላ እውን መለሰትላ ሲስተር ሬቤካ ግን እቲ ናይ ሲስተር ሶፍያ መልሲ ዋላ እኳ እንተዘይዕገባ ኣማራጺ ስለ ዘይነበራ ግን ገዲፋታ ትኸይድ ንጽባሒቱ ንኩሎም ተማሃሮ ናብ ክላስ ምስ ኣተው እውን ሲስተር ሶፊያ መጽሓፎም ንኸኸፍቱ ትነግሮም። ሮዛ እውን ኩሉ ነገር ከምቲ ናይ ቀደም መሲልዎ ልክዕ ነቲ መጽሓፍ ምስ ከፈተቶ ሽጋራ ኣብቲ መጽሓፋ ትርኢ። ንሳ ይኹን ኩሎም መማህርታ እውን ሰንበዱ። ሲስተር ሶፊያ እውን ነዚኣ ከም ዕድል ተጠቒማ ንስኺ ስርዓት ዘይብልኪ ተማሃሪት ኢኺ ኢላ እውን ካብቲ ክፍሊ ቀጥ ኣቢላ ናብቶም ኣመራርሓ ናይቶም ቤት ትምህርቲ ተረከባ። እቶም ናይ ካቶሊክ ቤት ትምህርቲ ኣመራርሓ ዝነበሩ እውን ከምዚ ዓይነት ሕጊ ይቕሬታ ስለ ዘይግበር ንግዚኡ ነቲ ጀሚራቶ ዝነበረት ትምህርቲ እውን ንዝተወሰነ ኣዋርሕ ካብቲ ቤት ትምህርቲ ንኽትስጎግ እውን ወሰኑላ። ካብዚ ቀጺላ እውን ኮነ ኢላ ኣብቲ ናይ ጄሰን መደቀሲ ክፍሉ ዝነበረ እውን ናይ ኣልኮል መስተ ከም ዝርከብ ትገብር እሞ እንታይ ይገበር ኢሎም እንትዛተዩ እውን ኮነ ኢላ ሲስተር ሶፍያ ጄሰን ብስርዓቱ ይኹን ብባህሪኡ ኣዝዩ ዝተመስገነ ተማሃራይ ስለ ዝኾነ እዛ ሓንቲ ጌጋ ዓብዪ ቕፅዓት ካብ ንቐፅዖ ንምንታይ ቀዳምን ሰናብትን ኣብዚ ቐፅሪ ቤት ትምህርቲ ንኸፅርን ኣትክልቲ ንኽከናኸንን ዘይንገብሮ በለቶም ናታ ሓሳባ ግን ናይ ብሓቂ ሓዚናትሉ ዘይኮነሲ እቲ ቤት ትምህርቲ ጨረብ ዝብለሉ ቀዳምን ሰናብትን ኣብቲ ቐፅሪ ቤት ትምህርቲ ንኽትረኽቦ እሞ ናታ ድሌት እውን ንኽተሳኽዕ እዩ ነይሩ ኣብቲ ቅጽሪ ቤት ትምህርቲ ነቶም ቅጽዓቱ ሃይሉ እንትጅምር እውን ሲስተር ሶፍያ እትሕግዞ እንዳመሰለት ኣከዳድናኣ ግን ብዘይ ኣገባብ እንዳገበረት ኮነ ኢላ ትኹረቱ ንኽትስሕቦ እውን ክትሰርሕ ጀመረት። ንምሸቱ እውን ሲስተር ሶፍያ ናብቲ ናይ ጄሰን መደቀሲ ክፍሊ ቀስ ኢላ ከይረኣያ ተሓቢኣ ትኣቱ እሞ ካብ ድቃሱ ከይተበራበረ ከሎ እውን ነታ ናይ ስልካ ካሜራ ብሕቡእ ወሊዓ ሓቢኣ ኣብ ዝኾነ ቦታ ትሰቕላ። ቀጺላ እውን ካብ ድቃሱ ምስ ተበራበረ ዘይተገቡኡ ተግባራት እንዳገበረት እውን ናብ ካልእ ኣንፈት ክትስሕቦ ጀመረት። ኣብ መፈለምታ፣ ጄሰን ዋላኳ ኣዚ ትኽክል ኣይኮነን ኢሉ ኸቃወማ እንተፈተነ፣ ካይዳ ናይ ሲስተር ሶፍያ ግን ብጥበብ ዝተመለኣ ስለ ዝነበረ፣ ጄሰን ነቲ ናታ ጥበብ እውን ክሓልፎ ኣይከኣለን። ኣብ መወዳእታ እውን ከምቲ ንሳ ዝደለየቶ ይኸውን እሞ ክልቲኦም ብሓባር ደቂሶም ይሓድሩ። ንጽባሒቱ ግን ጄሰን በቲ ዝተፈጠረ ነገር ኣእምሩ ኣዝዩ ክሓርቕ ስለ ዝጀመረ ከምዚ ንኸይግበር እውን ምስ ዓርሱ ክዘራረብ ጀመረ። ሲስተር ሶፍያ ግን በዚ ደው ከየበለት ናብቲ ናቱ ክፍሊ ተሓቢኣ ትኣቱ እሞ ኣብኡ እውን ገለገለ ነገራት እንዳገበረት ከላ እታ ሓፍቱ ዝነበረት ዞይ ናብቲ ክፍሉ መጽያ ትርኢ እሞ ሰንበደት። ምሽጠራ ዝተጋለጸላ እታ ሲስተር እውን ኣዝያ ስለ ዝሓረቐት ዝተፈላለዩ ዘየድልዩ ሓይሊ ዝተመልኦም ጸርፍታት ጸሪፋ ውን ካብቲ ክላሱ ተባርራ። ዞይ ግን ንዓዋት ረኽቦ እሞ ኣዛ ሲስተር እዚኣ እንተትጥንቀቓ እዩ ዝሓሸካ እምበር ካልእ ነገራት ትሓስብ ዘላ እያ ትመስል ኢላ ውን ምኽሪ ደርበየትሉ። በዚ ጉዳይ እዚ ግን ከቕይማታ ዝጸንሐት ሲስተር ሶፍያ ንዞይ ኣብቲ ንሳ እተምህራ ዝነበረት ዓይነት ትምህርቲ ሲ ዝዓይነቱ ኣዝዩ ትሑት ዝኾነ ግሬድ ሃበታ። በቲ ዝፍጠር ዘሎ ነገር ኩሉ ክጨንቆ ዝጀመረ ጄሰን እውን ኣዚ ነገር መወዳእቱ እንታይ እዩ ዝመስል ኢሉ እንዳተጨነቐ ከሎውን ናብቲ ንብሕቱ ዝሓስበሉ ዝነበረ ከባቢ ትመጽእ እሞ ሲስተር ሶፍያ ኣብኡ እውን እንተኾነ ካልእ ነገር ዘይተደለየ ነገር ንክገብር ትዕድሞ ሕጂ እውን ጄሰን ንክቃወም ጥንካርኡ ስለ ዝኣበየ እውን ናብቲ ናታ ፍቓድ ይወድቕ እሞ ከምቲ ንሳ ዝሓሰበቶ እውን ክትገብር ከኣለት ንምሸቱ እውን ኣብቶም ተምሃሮ ዝተዳለወ ፓርቲ ስለ ዝነበረ ጄሰን ንኽዘናጋዕ ናብኡ ኸይዱ። ምስቲ ኣፍቃሪቱ ዝነበረት ሴራ እውን ግዜ ከሕልፍ ዋላ እኳ እንተፈተነ ኩሉ ስነ ኣእምሮኡ ግን ኣታ ሲስተር ሶፍያ ተቖጻጺራቶ ስለ ዝነበረት ነገራት ካብ ቁጽጽሩ ይወጹ ከም ዘለዉ ምስ ተረድኣ ሓሪቑ ነቲ ዝሰትዮ ዝነበረ ቢራ ሒዙ ናብቲ ጽርግያ ይኸይድ እሞ ኣብቲ ጽርግያ እውን ሓደ ፖሊስ ሒዙ ዓሰርተ ሸሞንተ ከይመልኣኻ ንምንታይ ኢኻ ትስቲ ዘለኻ ኢሉ ኣብ ትሕቲ ቀይዲ ንኸውዕለን ትፍትን ሲስተር ሶፍያ ትከታተሎ ስለ ዝነበረት ናብኡ መጺኣ እውን ነቲ ፖሊስ ተረዳዲኣ ሒዛቶ ትኸይድ። በዚ ደው ከየበለት እውን ናብቲ ተኻርያቶ ዝነበረት ናይ ሆቴል ክፍሊ ትወስዶ እሞ ኣብኡ እውን ልክዕ ከምቲ ዝለመደቶ ንኽትገብር እንትትሓስብ እዚ ነገር ልክዕ ስለ ዘይኮነ ደው ነብሎ በላ። ንሳ ግን ኣነ ኣብዚ ቤት ትምህርቲ ጥራሕ ዘይኮንኩ ዝፈልጠካስ ቅድሚ ሕጂ ውን ኽከታተለካ እየ ጸኒሐ ኣነ ንስኻን ውን ብሓባር ኮይና በቲ ንስኻ ኣዚኻ ንፉዕ ዝኾንካሉ ናይ ሙዚቃ ስራሕ ውን ኣዝዩ ደስ ዝብል ናይ ቀጻሊ ሂወት ክንምስርት ኢና በለቶ ጄሰን ግና ብኽልተ ነገራት ኣዝዩ ሓረቐ ቀዳማይ ናቱ ስምዒት የፍቅራ ደይፍቅራን ከየረጋገጸት ምሳኣ ንኽነብር ምውሳና ካልኣይ ውን በቲ ንሱ ክንደይ ደኺሙ ዘምጽኦ ናይ ሙዚቃ ሃፍቲ ውን ብኡ ጌራ ክልቴና ዝብል ቃል ምጥቃማ እውን ኣዝዩ ከሕርቖ ጀመረ። በዚ እውን ካብ ብሕጂ ክርእየኪ ይደልን እየ ኢሉ እውን ካብቲ ክፍሊ ገዲፍዋ ይኸይድ። ንጽባሒቱ ናብ ዶርሙ ምስ ተመለሰ እውን ሲስተር ሶፍያ እውን ኣስሒታ ኣብቲ ዓራቱ ደቂሳ ትጸንሖ። በዚ እውን ሓሪቓ ዓርሳ ዘጥፈት ስለ ዝመሰሎ ቀሪቡ ሓገዝ ንኽገብረላ እንትብል እውን ናብኡ ንኣትምለስ እሞ ክትስዕሞን ካልእ ነገር ክትገብርን ትጅምር በዚ እውን ኮነ ኢላ ፕራንክ ትገብሮ ከም ዘላ እውን ተረደ ካብ ብሕጂ እንድሕ ድኣ ዘይርሒቅክኒ ንኣብ ቤት ትምህርቲ እየ ሪፖርት ዝገብር እንትብላ ንሳ እውን ግዲ የብልካን እንድሕር ከምኡ ሓሲብካ ካባኻ ብዝገደደ ኣነ እውን ኩሉ ዝገበርናዮ ብቪድዮ ከይተረፈ እየ ናብ ኩሉ ሰብ ከም ዝፈልጦ ዝገብር ኢላ ተፈራርሖ ኣብቲ ዝቕፅል ናይ ክላስ መዓልቲ እውን ቀፂሎም ናብ ክፍሊ እንትኣትው እውን እቲ ኣፍቃሪቱ ዝነበረ ሳራ ኣቲ ናይ ቅጽዓት መዓልታ ስለ ዝተጠናቐቐ ንኣብቲ ክፍሊ ንክትኣቱ ውን ሲስተር ሬቤካ ሒዛታ ንኣብቲ ክፍሊ ተእትዋ። በዚ ውን ኣብ መንጎ ጄሰንን ሴራን ተቋሪጹ ዝነብረ ርክብ ከም ብሓዱሽ ክትእትዕ ከም ዝጀመረ ዝረኣየት ሲስተር ሶፍያ ውን ብሕርቃን ጨርቃ ክትድርቢ ቁሩብ ተይተረፋ። ነዚ ተኸቲሉ እውን ነቲ ብ መንጎኦም ተጀሚሩ ዘሎ ርክብ ንሓንሳብን ንሓዋርን ንኽትበት ኮይላ ሓደ ሓደገኛ ዝኾነ ፕላን እውን ክተውጽእ ጀመረት። ንምሸቱ እውን እቲ ሸይጣናዊ ዝኾነ ፕላና ንኽትግብር ሃይላ ጀመረት። ናብቲ ሳራ ትሕጸበሉ ዝነበረት ሻወር ተምርሕ እሞ ከይረየታ ከላ እውን ብጨጉራ እንዳጎተተት ብኸቢድ ናብቲ ሴራሚክ ከተጋጭዋ ትጸንሕ እሞ ወናእ ምስ ሰሓተት እውን ናብቲ ናይ ሻወር ክፍሊ ሳሙና ደርብያትሉ ኸይድ መታን ሰባት ምስ መጹ እቲ ሳሙና እዩ ኣንሸራቲትዋ ወዲቓ ዘላ ኢሎም መታን ክሓስቡ እዩ ነይሩ። ዞይ ናብቲ ናይ ሻወር ክፍሊ ምስ ኣምርሐት እውን ሳራ ብኸቢድ ኩነታት ተሃስያ ምስ ረኣየት ትስንብድ እሞ ሽዑ ንሽዑ እውን ኣምቡላንሳት ተጸዊዐን ትውሰድ። እቶም ሓኻይም እውን በቲ ዝገበርናዬ ምርመራ እቲ ሳሙና እዩ ረጊጻቶ ኣንሸራቲትዋ ክኸውን ዝኽእል ኢሎም እውን መደምደምታ ሃቡ። ድሕሪ እቲ ናይ ቀብሪ ስነ ስርዓት እውን ጄሰን ናብ ሲስተር ሶፊያ ቀሪቡ ሳራ ብሓንደበታዊ ሓደጋ ዘይኮነት ሞይታ ዘላስ ናት ክኢድ ከም ዘለዎ ፈጺመ እየ ዘይጠራጠር ኢሉ እንትዛረባ ኣነ ክወይ ገበርክዎ የገድሰካን እዩ ከምኡ ኢልካ እንድሕር ደኣ ከተቃልዐኒ ትሓስብ እንተሃሊኻ ኾንካ ግን እዚ ኣንን ንስኻን ዝገበርናዮ ጉዳይ ናብ ኩሉ ሰብ ከም ዝቃላዕ እየ ዝገብር ኢላ እውን ነቲ ክልቲኦም ዝገበርዎ ብሕቡእ ዝቐረጸቶ ቪድዮ እውን ተርእዮ እሞ ነቲ ናታ ምሽጥር ንኸየውጸላ እውን ኣፈራሪሓቶ ገዲፋቶ ትኸይድ። ናይ ቀደምን ሰናብትን እዋን ኣኺሉ እውን ስድሮም ይመጹ እሞ ዞይን ጄሰንን እውን ምስ ኣቦኦምን ምስ ኣዲኦምን ናብ ገዝኦም የምርሑ። ሲስተር ሶፊያ ግን ቀዳምን ሰናብትን ንጄሰን ከይረኣየቶ ከተሕልፍ ስለ ዘይደለየት ናብ ሲስተር ሬቤካ ትኸይድ እሞ ነታ ሓሚማ ዘላ ኣብ ሆስፒታል ዝደቀሰት ሓብተይ ቀዳምን ሰናብትን ምስኣ ከሕልፎ እየ እሞ ፍቐድለይ ኢላ ኣፍቂዳታ ትወጽእ። ኮነ ኢላ ግን ናብቲ ጄሰንን ስድርኡን ድራር ዝበልዕሉ ዝነበሩ ሬስቶራንት ተምርሕ እሞ ኮነ ኢላ ብኡ ትሓልፍ። ስድርኡ እውን ልክዕ ምስ ረኣይዋ ኣኽቢሮም ንዒ ምሳና ደኣ ድራር ዘይትበልዒ ኢሎም እውን ኣንገድዋ። ሲስተር ሬቤካ ግን ኩነታት ትጠራጠር ስለ ዝጀመረት ናብቲ ሓፍታ ደቂሳትሎ እያ ዝተባህለት ሆስፒታል ትድውል እሞ ሲስተር ሶፊያ እውን ኣብቲ ሆስፒታል ከም ዘይመጸት እውን ሽዑ ይንገራ። ንምሸቱ እውን ዞይ ኣጥቢቓ እንታይ እዩ ኣብ ህይወትካ ዝፍጠር ዘሎ ነገር ኩሉ ኸትነግረኒ ይደሊ ኣለኹ ኣነ እውን መታን ክሕግዘካ በለቶ። ጄሰን ኣዚ ኹላይ ሚስጥር ንብሕቱ ሓበይዎ ዋላ እኳ እንተነበረ ኣብ መወዳእታ ግን ሓፍቱ ክትሕግዞ ከም ዝደለየት ምስ ረኣየ እውን ኩሉ ሚስጥሩ ሽግሩን ንኸካፍላ እውን ይውስን ገና ኣብቲ ቤት ትምህርቲ ክኣቱ ከለኹ ኣትሒዙ ሲስተር ሬቤካ ኣባይ ዝነበራ ፍቕሪ ክዛይድ ስለ ዝጀመረ ኣነ እኳ ዋላ እንተዘይደለኹ ብናታ ድሌት ግን እንዳተገደድኩ ናብቲ ርክብ ኣትየ። ድሕሪ ቁርብተይ ግዜ ግን ኣቲ ኣባይን ኣባን ዝነበረ ርክብ ትኽክል ከም ዘይኮነ ይርደእኒ ስለ ዝነበረ በባይ ወገን ደው ንኸብሎ እየ ዝሓስብ ነይረ ንሳ ግን እቲ ዝጀመርናዬ ጉዳይ እንድሕር ደኣ ደው ዘየቢልናዮ ኮይና እንድሕር ደኣ ደው ክተብሎ ፈቲንካ ወይ ኣቲ ክልቴና ዝገበርናዬ ምሽጥር ኸቃልዖ እየ ወይ ውን ካልእ ሽግር ከብጽሐልካ እየ እንዳበለት ስለ ተፈራርሐኒ ከይፈተኹ ኣብ ዝርክብ ጸናሕኩ ሕጂ ግን ካብ ዓቕመይ ንላዕሊ ኮይኑኒ ስለ ዘሎ በጃኺ ሓግዝኒ በላ። ሓፍቱ ላውራ ውን እቲ ናይ መጀመርታ እንገብሮ ስራሕ ኢላ ውን ኣብቲ። ናይ ሲስተር ሶፍያ ዝነበረ ክፍሊ ሒዛቶ ትኸይድ እሞ ሰይሮም ናብቲ ቢሮኣ ምስ ኣተው እውን ናብቲ ኮምፒዩተራ እንትኸፍቱ ትኸክለኛ ሽማ ሲስተር ሶፍያ ዘይኮነስ ሎውረን ከም ትበሃልን ብናይ ሓሶት መንነት እውን ናብቲ እቲ ቤት ትምህርቲ ከም ዝኣተወት እውን ተረዱ። በቲ ካልእ ሸነኽ እውን ሲስተር ሬቤካ ነቲ ሲስተር ሶፍያ ናብ ናይ ሓብተይ ሆስፒታል እየ ዝኸይድ ዘለኹ ኢላ ዝሓሰወታ እውን በዚ ሓሪቓ ንበዚ ጉዳይ እዚ ስጉምቲ ክውሰደልኪ ኢላ ልክዕ እንትተፈራርሓ ሲስተር ሶፍያ ግን ኣዘንጊዓ በቲ ብ ጥቓ ዝነበረ መብራህቲ ኣብ ርእሳ ትሃርማ እሞ ሽዑ ንሽዑ እውን ሲስተር ሬቤካ ህይወታ ትሓልፍ። ጄሰንን ዞይን እውን ነቲ ዝረኸብዎ ናይ ሲስተር ሶፍያ ምሽጥር ናብ ሲስተር ሬቤካ ከይዶም ንኸቃልዕዋ ናብቲ ኦፊሳ ከይዶም እንተንኳኩሑ ብውሽጢ ዝኸፍቶም ሰብ እውን ክረኽቡ ኣይከኣሉን። ምናልባት ትጽሉቲ ከይትህሉ ኢሎም ናብቲ ናይ ጸሎት ቦታ እንተምርሑ እውን ንሳ ዘይኮነትስ ሲስተር ሶፍያ ኣብኡ ረኸብዋ። ኩሉ ምሽጥርኪ ፈሊጥናዮ ስለ ዘለና ኣትምጽኢ የብልክን ኸነቃልዐኪ ኢና ልክዕ እንትብልዋ እውን ሲስተር ሶፍያ በቲ ሓቢኣቶ ዝነበረት ሓጺን ንዞኢ ብኸቢድ ትሃርማ እሞ ናብቲ ባይታ ትወድቅ ቀጺላ እውን ንጄሰን ብኡ ሃሪማ ተውድቖ ኣብዚ መንጎ እዚ ነይሩ ሓንቲ ኣብቲ ኸባቢ እትንቀሳቐስ ዝነበረት ሲስተር ብድሕሪታ መጺኣ ክትሃርማ ትጅምር እሞ ነዚኣ እውን ከም ዕድል ተጠቒሙ ብድሕሪኣ ከቢድ ዝኾነ ማህሰይቲ የብጸሐላ እሞ በዚ እውን ዓቕማ ምስ ተዳኸመ ኣብ ትሕቲ ቀይዲ ትውዕል። ድሕሪ ዝተወሰነ ግዜ እውን ትምህርቶም ብሰላም ኣጠናቒቖም እንትምረቑ ታሪኽና የብቅዕ። ንሎማዓንቲ ሒዘልኩም ዝመጻእኹ ታሪኽ ነዚኣ ትሰመስል ነይራ። ኣብ ቀጻሊ ብኻልእ ታሪኽ ክሳብ እንራኸብ ናብዛ ቻናልና ሓደሽቲ ዝኾንኩም እውን ንኣብ ትግርኛ ሪካብ ቻናልና ሳብስክራይብ ብምግባር ኣባል ቤተሰብ ኩኑ እንዳበልኩ ኩሎኹም በብዘለኹምዎ ሰሰናዩ ኩሉ ይግጠምኩም። ሰላም።